ደርስና ኣብ ፊቅሂ ኢና ዘለና ዝሓለፈ ድሩሳትና ብዛዕባ እቲ ነጃሳ ርኢና ኔርና ወከመይ ጌ እንታይ ዓይነት ኢዮም ርኢና ኔርና ወሕጂ ከኣኒ ከመይ ጌርና ነጽርዮም ውን ገለ ኢልና ዝሓለፈ ትምህርትና ኔሩ ሕጂ ሀል ኩሉ እቲ ነጅስ ኩሉ ድዩ ከመይ ኢና ክንገብሮ እቲ ዓቐን ናይ ምንታይ ኢዩ ኣየናይ እቲ

ነፃ ዝበሃለሉ ወይ ከዓ ምስ ወይ ውሕድ እንተኾይኑ ምስ ውሕዱ ክትሰግድን ካልእ ክትገብር ዒባዳን ዝፍቀደልካ ከምኡ ዓይነት ኣሎ እዚኦም ካበይ እዮም ኤክሰፕት እዚ ሕጂ ክንሪኦ ዘለና ኤክሰፕት ብናይ ርስሓት መውፅኢ ዘይወፁ እንተደኣ ኮይኖም መሰለን የሲሩ ደም ውሑድ ደም ነቲኦም ደም ነጃሳ ዝብሉ እሳቶም እቶም ዑለማእ ከም ዝሓለፈ ትምርትና ሪኢና ነርና እቲ ንሕና ንኸዶ ሸይኹና ሸኽ ናሕሙድ ሳልሕ ኣልዑሰይሚን ረሕመሁላህ ዝኸዶ እቲ ሓዲስን መጽዩ ዘሎ ሰሓባም ከምኡ እቲ ደም እንዳሃለዎም ኣብ ጅሃድ እንከለዉ በል እንዳ ሰይድና ዑመር ክሞቱ እንከለዉ ረቢ የርድየሎም እዚ ኩሉ ኣጠቓሊሎም ደም እንታይ እዩ ነጅስ ኣይኮነን ኢሎም ዝሃብዎ ውሳነ እዩ ገለ ዑለማ ከዓ ነጅስ እዩ ዝብልዎ ኣሎ ግን ነቲኦም ነጅስ ዝብልዎ እንታይ እዩ ናቱ ውሑድ እንተ ኮይኑ ሽግር የብሉን ዝብሉ ከዓ ኣለዉ። እዚ ሕጂ እዚ ደም እዚ ንብሎ ዘለና ኻርጅ እንታይ ኢላ ማ ኸረጃ ሚን ኣሓደ ሰቢለይን ካብቲ ካብቲ ሽንትን ቐልቀልን ዝወጸሉ ቦታ ምስ ዝወጽእ እዚ ደም ግን እዚ እንታይ እዩ እዚ ነጃሳ እዩ ማለት እዩ።

ስለዚ እሱ ወልሓ ከመይ ማለትሲ ሽንቲ ኣሎ ቀልቀል ኣሎ እንደገና ካብ ደቂ ኣንስትዮ ዝወፅእ ኣብ ሕርስን ኣብ ወርሓውን ዝወፅእ ኣሎ መዚ ዝበሃል ኣሎ ወዲ መኒ እዚ ኩሉ እዚ በዚ ዝወፁ መንገድታት ከም ዝረኣናዮ ዝሓለፍናዮ ናይ ወዲ ሰብ ዘርኢ በቲ ዝተረረ ራእይ ወይ ከዓ ናይ ዑለማ ቪው እሱ ነጅስ ኣይኮነን ጣህር እዩ ናይ ደቂ ሰባት መፍጠሪ ካብ ጹሩይ እምበር ካብ ነጅስ ኣይኮነን ኢልና ዝሓለፈ ትምህርትና ርኢናዮ ኔርና ሊቀውል ነቢ ዓለይሂ ሰላቱ ወሰላም ከማን ርኢና ኔርና ኣብ ክዳኖም ድሕር ሪኦሞ ወይ ከኣ ረኪቦሞ ፍርክት የብልዎ ኔሮም እንተ ደኣ ፍሬሽ ከ ወይ ከዓ ሓድሽ እንድሕር ኮይኑ ይሓፅብዎ ነይሮም ከምቲ ልክዕ ጥፍጣፍ ይኹን ንፋጥ እንተ ደኣ ክዳንካ ኮይኑ ትሓፅቦ እንተ ደኣ ሓድሽ ኮይኑ እንተደይ ኮይኑ ግን ኣብኡ ከለኻ ፍርክት ፍርክት ኣቢልካ ተፅርዮ ስለዚ እቲ መኒ ወይ ከዓ ናይ ወዲ ሰብ ዘርኢ ወይ ስፐርም እዚ ዓላ ቀውል ኣራጅሕ ወይ ከዓ እቲ ተሪር ቪው ጣህር ኢልና ርኢና ነርና ዝሓለፈ

እዚ ሕጂ ደም እቲኦም ጣህር ዝብሃሉ እቲ ዘይብልዑ ኣይ ሚን ዘይብልዑ ስግኦም ካብኡ ዝወጸ ደም ዋእ ሽንቲ ይኹን ቀልቀል እዚ ናይ ግድን እዩ ነጅስ እዩ እዚ ነጅስ እዩ እቲኦም ዝብልዑ ግን እቲኦም ዝብልዑ ነጅስ ኣይኮነን ዝሓለፈ ሪኢናዮም ኔርና ያኒ መሰለን እቲ ደም መስፉሕ ተደኣ ደይኮይኑ በጊዕ ሓሪድና እቲ መጀመርያ ዝወጽእ ደም ንሱ እንታይ እዩ ንሱ ነጅስ እዩ ግን ካልእ ምስ ሓረድና እንረኽቦ ኣብ ውሽጢ ስጋ ተሓዋወሰ ደም እዚ ሽግር የብሉን እዚ ጣህር እዩ ሽግር የብሉን እዚ ኸኣ ኩሉ ብኣዲላ ኣርኢ ርኢና ዝተረረ ኣቕዋል ናይ ኣህል ልዕልም ርኢናዮ ኔርና። ግን እቲኦም ስገኦም ዘይብላዕ እቲኦም ስገኦም ዘይብላዕ ናቶም ንእሽተይ ደም እንታይ እዩ እቲኦም ስገኦም ዘይብላዕ እሞ እንታይ ዝኾኑ ከም በዓል ድሙን ከም በዓል ኣድግን ፈረስን ኣብ ገዛ ምሳና ኢልና ርኢናዮም ዝነበርና ጠዋፋ ኢልናያ ኔርና እቲኣ ድሙ እቲኣ ድሙ ሕጂ እንታይ'ያ ምሳና ንዓኣ ክንከላኸላ ስለ ዘሸግረና ጣህር'ያ ከም ድሙ ከም እንስሳ ግን ናታ ሽንቲ ይኹን ቀልቀል እንታይ'ዩ ነጅስ'ዩ ክንሓጽቦ ይግብኣና ግን ናታ ደም ቁሩብ ምስ ዝኸውን እንታይ'ዩ ሽግር የብሉን። ሚታል ሓይዋን ጣሂር ኣልሂር እቲኣ ፅርይቲ እቲኣ እንስሳ ኤግዛምፕል ክንወስድ እንተኮይንና ድሙ ከዛሊክ ወዲ ሰብ ከም ዝበልኩ ኣድጊ በቕሊ ኢዛ ቁልና ቢጣሃረቲማ ፈኢነ ልዩሱር ሚን ደሚ ጣህር ናይ እዚኦም እቲ ውሑድ ደም ናይ እዚኦም እንታይ ጣሃራ እዩ ማለት እዩ ጣህር እዩ ወዲ ሰብ ይኹን ድሙ ትኹን ወቲ ኣድጊ ይኹን በቕሊ ብዝሓለፈ ትምህርቲ ዝዲ ትምህርቲ እዚ ዝተተሓሓዘ እዩ ብዝሓለፈ ዘይነበረ ሰብ እንሻላ ነቲ ዝሓለፈ ትምህርትና ቪድዮ ይርኣዮ ስለዚ እዚኦም እንታይ ኢልና ነርና ዝሓለፈ ትምህርትና ኣስሎም ነጃሳ እዮም ኣይብልዑን እዮም ስግኦም ስግኦም ዘይብላዕ እንተኾይኑ ናቶም እንታይ እዮም ኢልና ነርና ነጃሳ ኢልና ኔርና ግን ኤክሰፕሽናል ከም ድሙ ድሙ ንሳ ከም እንስሳ እንታይ'ያ ጣህራ'ያ ሊኣኑ ነቢ ዓለይሂ ሰላቱ ወሰላም እንታይ ኢሎም ምሳኹም ኮለል ስለ ትብል ስለዚ ወረባውት እቲ ኣድጊ'ኸ እቲ ፈረስ'ከ ብሕልፊ ብሃገረሰብ ሂወቶም ምስ ኣድጊ ምስ በቕሊ ዝኾኑ ሰባት ያኒ ይስቀልዎም ኣብ ገዝኦም የእትውዎም ምስኦም ይነብሩ እዚኦም ከ ልክዕ እንታ ቅያስ ያኒ ምምሳሳል ማለት እዩ ካብ ድሙ ወሲድና ንሶም ውን እንታይ ኢልና ኔርና ጠሃራ ናቶም ርኢና ኔርና ሕጂ ካብዚኦም እንታይ እዩ ውሑድ ደም ናይዚኦም እንታይ እዩ ማዕፉ እዩ ዘረባ ይመፅእ ሕጂ ውሑድ ማለት እንታይ እዩ ውሑድ ብምንታይ ኢና ንዕቅኖ ኻል ኣነ ኣነ ብናተይ ሜጀርመንት ድዩ ወይስ ብምንታይ እዩ ዝውዕ ሕጂ ውሑዱን ብዙሑን ውሑዱን ብዙሑን በየና እዩ ንዓቅኖ የቁል ሸክ እብን ዑሰይሚን ረሒመሁላ እቲ ዝበለፀ ኣተዓቃቅና ብናይ ሕብረተ ሰብ ውሑድ ዝብሉ ሕብረተ ሰብካ ውሑድ ዩ እዚ ብዙሕ ዩ ዝብሎ ከኣ ብዙሕ ዩ it means ዑርፍ ኣብቲ ሕብረተ ሰብካ ዘሎ መጅመሰለን ሕብረተ ሰብ ብዙሕ ነገር ሚዛን ኣለና ሓደ ሓደ ነውሪ እዩ ኣብ ሕብረተሰብና ትብል ወይ ከኣ ኣብ ሕብረተሰብና እዚ ነገር እዚ ሽግር የብሉን ኣብ ሕብረተሰብ ናይ ጸዓዱ ሓንቲ ጓል ጥርሓ ምኻድ ነውሪ ኣይኮነን ኣብ ሕብረተሰብ ናትና ግን ጓል ሽፍንፍን ክትብል ኣለዋ ሓታቲኤን እስላም ዘይኮና ሕጂ እቲ ዑርፊ ይበሃል እዚ ናይ ከባቢኻ ዘሎ ላይፍ ስታይል ማለት እዩ ሕጂ እቲ ውሑድን ብዙሕን ብምንታይ እዩ? ንስኻ ዲኻ ትመዝኖ ወይ ከኣ ትውስኖ ወይስ በቲ ሕብረተሰብ እዩ? ስለዚ እቲ ሕብረተሰብ ውሑድ እዩ ዝብሎ መሰለን ሕጂ ኤግዛምፕል ኑቕጣ ተኸይና ወይ ከኣ ንእሽተይ ሕጂ እንታይ ዋእ እዚኣስ ደሓን እያ እዚኣ ንእሽተይ እያ ትብሃል ምሽ ብዝሕ እንድሕር ኢሉ ከኣ ከም ንፈልጦ እዚ ብዙሕ ይብሃል ስለዚ ኣበይ ይምለስ እቲ ሚዛን ናይ ውሑድን ብዙሕን ናበይ ይምለስ ናብቲ ዑርፍና ናይቲ ሕብረተሰብ ዝወስዶ መለክዒ ይውሰድ ማለት እዩ። ናዓም ስለዚ እንታይ ኢልና ካብ መቐመጫ ይኹን በቲ ናይ ሽንቲ ይኹን ዝወፅእ ደም እዚ እንታይ እዩ እዚ ነጅስ እዩ እዚ ነጅስ እዩ ወላ ሕጂ ከም ዝፍለጥ እቲ ነጃሳ ከምኡ ሽንቲ ሽንቲ ሽንቲ መዚ መዲ ወከዛሊክ መኒ ጠሃራ ኢልና ኔርና እዛሊክ ደም ናይ ወርሓዊ ኣሎ ናይ ውላድ ኣሎ እዚታት ብኡ ከዓ ሕማም እንተኾነ ከዓ መሰለን ኦሞረደዮ እንተደኣ ኣሎ እዚ ሕጂ ደም ይወፅእ እዩ እዚ ሕጂ እንታይ ሽም ይኮነን ጣህር ኣይኮነን እዚ ነጅስ እዩ ብምንታይ በቲ ናይ ርስሓት መውፅኢ ስለ ዝወፀ እዚ እንታይ ክግበር ኣለዎ እዚ እንታይ ክፀሪ ኣለዎ ሕጂ ሕቶ ይመፅእ ኢልና እስልምና ኩሉ ግዜ ኣብ ምንታይ ሽሙ ይኮነን ኣየትርረልካን እዩ ከምዚ ዝረኣናዮ ድሙ ምሳና ስለ ዝኾነት ንዓኣ እንታይ ጌርናያ እስተስና ነቢ ዓለይሂ ሰላት ወሰላም እማ እንስሳ ከላ ዘይትብላዕ እንከላ ንሳ ግን ንዓኣ ስለ ተሸግረና ኣብ ገዛ ስለ ዝኾነት እንታይ እዩ ናሳ ጣህር እያ ኢሎምና እሞ What about እቲ ሽንቲ ሓደ ሰብ ዓሰርተ ግዜ ክሸይን ይኽእል ወከዛሊክ ትቐልቀል ክልተ ሰለስተ ግዜ ክኸይድ ይኽእል ወከምዚታት ስለዚሲ ነዚ ደኣ እሞ እንታይ ነዚ ደኣ ኣውላ ወይ ከኣኒ ሸለል ክብሃል ይግብኦ ነይሩ ንዝብል ሕቶ ነዓም ጽቡቕ ዘሸግር እዩ ሽንቲ ይኹን ኻልእ ኻልእ ብዙሕ ግዜ ኣብ ሂወትካ ዝመጽኣካ ምሳኻ ዘሎ ንዕኡ ዋላ እቲ ዋሕዲ ዝበልናዮ ዓንተወይ ኣብዚ ከ እዚ ፎርሙላ እዚ ይሰርሕ ድዩ እዚ ሕቶ እዚ ትኽክል እዩ ግን ሓዲስ ስለ ዝመጽኣና ውድቂ እዩ ዋላ እቲ ዋላ እታ ኑቕጣ ናይ ሽንቲ ክትጸሪ እዩ ዘሎዋ ወላ እቲኣ ድሮፕ ትኹን ናይ ደም ክትጸሪ እዩ ዘሎዋ እሞ መዓል ን ክንደይ የሸግረና እዩ ወላ የሸግረና ከሎ ንምንታይ እዩ ነቢ ዓለይሂ ሰላቱ ወሰላም እንታይ ኢሎማ ወደሊል ኣነ ረሱል ሰለላሁ ዐለይሂ ወሰለም ሱኢለ ዐን ደሚል ሐይድ ብዛዕባ ናይ ጓል ኣንስተይቲ ጽግያት ምስ ተሓተቱ ነቢ ዓለይሂ ሰላቱ ወሰላም ኣብ ክዳና

ምፍሕፋሕ ማይ ጌርካ ፈፊሕካ ጮሚቕካ ክትገብሮ ኣለዋ ማለት እዩ ኢሎም ስለዚ እዚኣ ንእሽተያ ኢዘን እቲ በቲ ናይ ርስሓት መውፅኢ ከም ዝረኣናዮ ብኡ ዝወፅእ ነጃሳ ናይ ግድን ይኸውን እንታይ ክትገብሮ ከተልግሶ ክትሓፅቦ ማለት እዩ። ሕጂ ካብቲኦም ነጃሳት ካብቲኦም ነጃሳት ሸለል ዝበሃሉ ኣለዉና ማለት ብዙሕ ኣብ ሸርዕ ብዙሕ ናይ ግድን ዝበሃሉ ዘይኮኑ ሓደ የሲሩ ልመዚ የሲሩ ኣልመዚ መዚ ኢልና ኣብ ደቂ ተባዕትዮን ኣብ ደቂ ኣንስትዮን ዝመጽእ ብዛዕባ ናይ ርክብ ናይ ሰብኣይን ሰበይትን ሴክሽዋሊቲ ምስ ትሓስብ ዝወፅእ ፈሳሲ ናይ እንቃቕሖ ሓደ ፓርት ዝመስል ለዚጅ ምጥጥ ዝብል እዚ ካብ ፕራይቨት ፓርት ናይ ደቂ ተባዕትዮን ናይ ደቂ ኣንስትዮን ዝወፅእ እዚ ሕጂ እንታይ እዩ እቲ ነጃሳ ናቱ ኸፊፍ እዩ ንምንታይ እዩ ነቢ ስ ሰለም ኣይትሕፀብዎ እቲ እንታይ ብማይ ጌርኩም እንተ ደኣ ነፂግኩሞ ይኣክል ኢሎም ነቢ ዓለይሂ ሰላቱ ወሰላም ስለዚ እዚ ኸዓ እንታይ እዩ ብሕልፊ ኣብ ወጣት ዘይተመርዓወ ዘሸግር ነገር ስለ ዝኾነ ግን ኣብ ነብስኻ እንድሕር ተንኪፉ ወይ እንታይ ሽሙ ክሕፀብ ኣለዎ ግን ኣብቲ ኣንደር ዌር እንተድኣ ኣሎ እንታይ እቲ ማይ ኣብኡ እንከለኻ ጥራሕ እንታይ ክትገብሮ ትኽእል ተብል ኢኻ ማለት እዩ ትነጽገሉ ትኽእል ኢኻ ነዓም ካልኣይ እንታይ እዩ ሰለስል በውል እዩ ኣዓዘኩም ላ ረቢ ስብሓን ወተላ ሽፋ ይሃበና ሰለስል በውል ዝበሃል እዚ ቀፃሊ ሽንቲ ዝወፆ ሰብ ያኒ ክቆፃፀሮ ዘይክእል ማለት እዩ ክቆፃፀሮ ዘይክእል ሽንቲ እዚ ኣብ ደቂ ተባዕትዮ ይበዝሕ፣ ኣብ ልዕሊ ኣርብዓ ሓምሳ ዕድመ ምስ ፕሮስታታ ዝተተሓሓዘ ወይ ከኣ ቅድሚኡ ሕማም እዩ ሰለሰል በሉ ይበሃል እዚ ረቢ ዘለዎ ረቢ ይሽፍዮ ረቢ ይዓፍዮ እዚ ዓይነት እዚ ሰብ ከኣ እንታይ እዚ እንታይ ክገብር ኣለዎ ኣብቲ ወቕቱ ምስ ኣተወ ጽቡቕ ገይሩ ንኸይወጽእ ወይ ከኣ ሱሪኡ ሓሊፉ መስጊድ ክኸይድ እንተኾይኑ መስጊድ ንኸየባላሹ ግን ስቲል ዋላ ሽንቲ እንከለዎ ውዱእ ገይሩ ክሰግድ ይኽእል እዩ ዋላ ሽንቲ እንከለዎ ያ እዚ እንታይ እዩ ካብ ዓቕሙ ንላዕሊ ስለዝኾነ ዘሸግር ስለዝኾነ እዚ እንታይ እዩ ማዕፉ እዩ እዚ እስልምና እንታይ ገይርዎ እንታይ ገይርዎ ነፃ ገይርሉ ካብቲ ኖርማል ሰብ ከዛሊክ ኣልሙስተሓዳ እቲ ጓል ኣንስተይቲ እቲ ናታ ፔሬድ ወዲኣ እቲ ዝመፅእ ሕማም ሙስተሓዳ ዝበሃል ካብ ፔሬድ ወጽዩ ያኒ ኖርማል ዝኾነ ግን ሕማም እቲ ጨንኡ ናይ ጨና ናይ ፔሬድ ዘይብሉ እቲ ከለሩም ንዕኡ ዘይመስል ኖርማል ደም እንተ ደኣ ዘየቋርጻ እንተኾይኑ ወይ ከዓ ብዙሕ ዝመጽኣ እንተኾይኑ እዚኣ ሰበይቲ እዚኣ እውን እንታይ ክትገብር ትኽእል እያ እዚኣ ሰበይቲ እዚኣ እውን እንታይ ውዱእ ገይራ ወላ ንሱ እንከሎ እቲ ደም እንከሎ ክትሰግድ ትኽእል ክትፀውም ትኽእል ወከዛሊክ እንታይ ክትገብር ትኽእል በዓልቲ ሓዳር እንተኾይና ምስ ሰብኣያ ክትደቅስ ትኽእል እያ ማለት እዩ ስለዚ እቲኦም ሽንቲ ሽንቲ ሕጂ እቲ ሰለሰል በውል መብዛሕትኡ ግዜ ሕቶ ይመፅእ ሕጂ ብሕልፊ ኣብ ደቂ ተባዕትዮ እንታይ ኣሎ ሸክ ኣሎ ወይ ከዓ ጥርጣሬ ኣሎ መብዛሕትኡ ሰብ ምስ ሸንኩሲ ምስ ተሳእኹ ገሊኦም ጥርጥር ይብሉ ገሊኦም ከምዚ ይሕዝዎ እቲ ፕራይቨት ፓርት ይንቀሳቀሱ ብሕልፊ ኣብ ኢትዮጵያ ዝሓለፈ ሰብ ንሕና ኣብ ንኣሽቱ ከለና ኣብ ኢትዮጵያ ምስ ሓለፍና ብዙሕ ትርኢ ከምዚታት ኢኖ ሰብ ምስ ሸነ ክንቀሳቐሱ እንታይ እዮም ዝገብሩ ዘለዉ ንብል ነርና ሕጂ እዚታት ኩሉ እዚ ኣየድልይን እዩ ሸክ ልእስላም ተይምያ እንታይ ይብልሲ ሽንቲ ኢሉ ሽንቲ ልክዕ ከም ጡብ ናይ ኣደ እዩ ይብል እዚ ጡብ ናይ ኣደ እንተደኣ ጸቒጥካዮ ወይ ከኣ እቲ ቆልዓ እንተደኣ ስሒብዎ ይወጽእ እንተደኣ ዘይሓዝካዮ እንተደኣ እቲ ቆልዓ ዘይመጸዎ ወይ ከኣ እንተደኣ ደይተጸሞቐ ኣይወጽእን እዩ ወከዛሊክ እቲ ናይ ወዲ ተባዕታይ ፕራይቨት ፓርት እዚ ምግብታት ወይ ከምዚ ያኒ ምትንክንኻፍ ምንቅስቓስ እዚ ኩሉ እዚ ካብ ምንታይ እዩ ካብ እዚ ካብ ሸይጣን እዩ ስለዚ ሓደ ሰብ ሽንቱ ምስ ወደኤ እንታይ ክገብር ኣለዎ ጠዋሊ እቲ ዝግብኦ እስቲብራእ ወይ ከኣ እስቲንጃእ ጌሩ ክወጽእ እዩ ዘለዎ እሞ ኣነ ናይ ግድን እንታይ ይመጻኒ እዩ ይፈልጦ እየ እንተ ኣብዚ ደኣ መደብ ኣይትጻወት እዩ ኣብዚ መደብ ዝብል እንተደኣ ኮይኑ እዚ እንታይ ይግበር ካብ ክልተ ሓደ እዩ ወይ እቲ ሽንቲ ቀፃሊ እንተደኣ ኮይኑ ከም ዝረኣናዮ ሰለሰል በውል ይበሃል እዚ ዘየቋርፅ እዩ ዘየቋርፅ ሕማም እዩ እዚ ማዕፉ እዩ ምሸነ ውድ ይገብር ወላ እንተመፀ ሽግር የብሉን ክሰግድ ይኽእል እዩ ዋላ ምስ ሽንቱ ግን ዘቋርፅ እንተኾይኑ ዘቋርፅ እንተኾይኑ ክፅበይ ኣለዎ ክፅበይ ኣለዎ ሽዑ እንታይ ክገብር ኣለዎ ተፀቢዩ ክሕፀብ ኣለዎ ማለት እዩ ስለዚ ኣበይና ኢና ዘለና ሕጂ ሰለሰል ቦል እቲ ቀፃሊ ሽንቲ ዝመፆ ሕጂ መብዛሕትኡ ግዜ ኣብ ሕማም ዘሎ ኣብ ዓራት ዘሎ ኣስኣላ ዓፍያ ረቢ ስብሓን ተዓላ ረቢ ዓፍያ ሃበና እዚታት ሰብ ክሽገር የብሉን ሰብ ፈተቁላሃ መስተጣዓቱም ፈተቁላሃ መስተጣዓቱም ረቢ ስብሓን ወተዓላ እንታይ እዩ እቲ ንኽእሎ እዩ ዝእዝዘና ካብ ዓቕምኻ ንላዓሊ እንተ ደኣ ኮይኑ ኣላህ ስብሓን ወተዓላ ኩሉ ማ ዳቀ ሸይን እተሳዕ ይብሉ ፉቃሃ ኩሉ ግዜ እንተ ደኣ ነገራት ጸቢቦም ወይ ከኣ ሽግር እንተ ደኣ ኮይኑ ኣላሁ ስብሓነ ወተዓላ ኢዚ እዩ ዝገብረልና ኢዚ እዩ ዝገብረልና ከምዚ ንሪኦ ጾምካ መገሻ እንተ መጺኡ ተፍጥር እንተ ሓሚምካ ጠጦ ኢልካ ክትሰግድ እንተ ዘይከኣልካ ኮፍ ኢልካ ኮፍ ኢልካ እንተ ክትሰግድ ዘይከኣልካ ደቂስካ ማይ ክትትንክፍ እንተ ዘይከኣልካ ተይሙም ጌርካ ነብስኻ ክትሕጸብ እንተ ዘይከኣልካ ተይሙም ትገብር ወከዛሊክ ሽንቲ ከማን ከተቆራርጽ እንድሕር ዘይከኣለ ወላ ምስኡ እንከሎ እንታይ ትገብር ክትሰግድ ትኽእል ኢኻ ማለት እዩ ኢንሻላህ እዚ ዲን እዚ ዩዲን ዩስር እዩ ነቢ ዓለይሂ ሰላቱ ወሰላም ከኣ ዝመጽዎ ንምንታይ እዩ ንንሰቂ ሰባት ኢዚ ክገብርዎ እዚ ዲን እዚ ኣላህ ስብሓን ወተዓላ ከኣ ኣየደልይን ኢዩ ንዓና ከሸግረና እሱ ኣይኮነን እቲ ፐርፐዝ እቲ ፐርፐዝ እንታይ ኢዩ ንሕና ንእዘዝ ዲና ንሕና ንረቢ ስብሓን ወተዓላ ትእዛዝ ነኽብር ዲና ንሱ ኢዩ እቲ ቀንዲ እንታይ ሽሙ ማለት ኢዩ

ተምላስ ነጂስ እዩ ዝብሉ ኣለዉ እቲ ናይ ብሓቂ ግን ተሪር ቀውል ከምዚ ሸይኹና ሸክ መሓመድ ሳልሕ ልዑተይሚን ረሒመሁላ ዝኸዶ እቲ ተምላስ እንታይ እዩ ጣህር እዩ ኣብ ገለ ገለ ዑለማ ግን እንታይ ካብ ከብድኻ ስለ ዝወፅእ ሲ ጨንኡ ስለ ዝተቐየረ ገለገለ ኢሎም ብምንታይ ኣመሳሲሎሞ ምስቲ ቀልቀል ኣመሳሲሎሞ ማለት እዩ ግን እቲ ስትሮንግ ቪው እቲ ቀረባ ነቲ ደሊል ዘይምህላው ምዃኑ እንታይ እዩ ጣህር እዩ እዚኦም ነጃሳ ዝብልዎ ናቱ ንእሽተይ ወይ ከዓ ናቱ ንእሽተይ ከዓ እንታይ እዩ ንዓቶም ጣህር እዩ ማለት እዩ ንዑኡ ንእሽተይ ናይ ተምላስ ጣህር እዩ ማለት እዩ ግን ኣብዚ ኣይትሸገር ንሕና ንመሃሮ ዘለና ናይ ሸክ መሓመድ ሳልሕ ኣልዑተይሚን ረሒመሁላህ ክታብ ስለ ዝኾነ ወዚ ተምላስ ከኣ ደሊል ስለ ዘይብሉ እንሻኣላህ እንታይ እዩ ነጃሳ ኣይኮነን ነጃሳ ኣይኮነን ናዓም ውሑድ ሽንቲ ናይ ናይ ከም ዝበልናዮ ናይ በቕሊ ይኹን ናይ ናይ ኣድጊ ይኹን ከዛሊ ክቲያ ድሙ ትኹን እዚ እውን ናይ ግድ እንታይ እዩ ከምቲ ዘሸግረና ስለ ዝኾነ ዘሸግረና ስለ ዝኾነ ከምዚ ሕጂ ኣብ ሃገረሰብ መብዛሕትኡ ሽንቲ ክመፅኦ ከሎ ተኣድጊ ወይ ገለ ጥርጥር ይበል ኢና ንስኻ ሕጂ እውን እንድሕር ኣለኻ ኣስላማይ እንተድኣ ኮይኑ ቀልጢፉ ይኸይድ ግን ገሊኡ ነጢርዎ ክኸውን ይኽእል እዩ እዚ ውሑድ ከም ዝበልናዮ ውሑድ እንታይ እዩ ነጥቢ ነጥ ክልተ ነጥቢ ሰለስተ ነጥቢ ነጠብጣብ እዚ ኣብቲ ሕብረተሰብና ብውሑድ እዩ ዝግለጽ ብውሑድ እዩ ዝግለጽ እንሻኣላህ እዚ ኸኣ እንታይ እዩ ማዕፉ እዩ ማለት እዩ እዚ በዚ ኣይትተሓዝን ኢኻ ዋላ ከምኡ ኢሉ እንከሎ እንታይ ክትገብሮ ከትሕጸቦ ወይ ከኣ ከትሓጽቦ እንታይ እዩ ንምንታይ እዩ ዝኩሉ ዘሸግር ስለ ዝኾነ እቲያ ፎርሙላ ሕዝዋ ዘሸግር ስለ ዝኾነ እቲ ዘሸግር ግን እቲ ኣፕሩቭል ዝተገበረ ነቢ ዓለ ሰላት ሰላም ንሳ ከዓ እቲ ሓዲ ዘክርዋ ናይ ድሙ እያ ካብ ድሙ ከዓኒ እቶም ዑለማ ቅያስ ገይሮም ምምስሳል ገይሮም ከምኡ እውን ኣድግን ፈረስን ኢሎም ሕግታት ኣውፅኦም ማለት እዩ ናም

ማዕፉ ማለት ረቢ ስብሓን ወተዓላ ኣይሕዘናን እዩ ናይ ግድን ኣይኮነን ፐርፌክት 100 ፐርሰንት ክትኸውን ማለት እዩ እንተኽኢልካ ፅቡቕ እንድዩ ግን ናይ ግድን ግበር ኣይትበሃልን ንምንታይ ቨሪ እንታይ እዩ ሃርድ እዩ ማለት እዩ ሃርድ እዩ ኣላህ ስብሓን ወተዓላ እቲ ፎርሙላ ናይ እስልምና እንታይ እዩ ኩሉ ግዜ ዩሪዱ ላሁ ቢኩም ልዩስራ ወላ ዩሪዱ ቢኩም ልዑስር ኣላህ ስብሓን ወተዓላ ኩሉ ግዜ ንዓና ኢዚ እዩ ጌሩልና ክንሽገር ኣይደልየናን እቲ ስያም ይኹን እቲ ጣሃራ ንማሃሮ ዘለና ይኹን እቲ ሓጅ ንኸዶ ይኹን እቲ ጅሃድ ይኹን ኩሉ ንዓና ከትዕበና ወይ ከኣ ደሸግር ዲን ኣለና ኣይኮነን ላላላላ ቢልዓክስ እንተ ኪኢልና ክንገብሮ እንታይ እዩ

ቀልብካ ኣይኮነን እኮ ዲን ነቢ ሰለላሁ ዓለይሂ ወሰለም ኣላህ ሱብሓነሁ ወተዓላ ገይሮሞ ድዮም ነቢ ዓለይሂ ሰላቱ ወሰላም ገይሮሞ ድዮም ግሪን ላይት እንተሂቦምኻ እቲ ናትካ ልቢ ደስ ኢልዎ ደስ ኣይበሎን it's not እንታይ መምዘኒ ኣይኮነን መምዘኒ ኣይኮነን የቁሉ ነቢ ዓለይሂ ሰላቱ ወሰላም ኢነ ሃዛ ዲኑ ዩስር እዚ ዲን እዚ እንታይ እዩ ኢዚ እዩ

እዚ ካብ ምንታይ እዩ ዘረባ እዚ ዝብሎ ዘለኹ ሕጂ መሰለን ኣብ እስልምና እትም ቀዳሞት ብሕልፊ ኣብ ማይ ዘይብሉ ሓደ ሰብ ደገ ምስ ዝወጽእ ደገ ምስ ዝወጽእ ብምንታይ ከጽሪ ይፍቀዶ እዩ ብእምኒ ራይት ያኒ ብእምኒ ጌርካ እቲ ርስሓት ናትካ ክተጽሪ ይፍቀድ እዩ ስቲጅማር ክትገብር ማለት እዩ ብሰለስተ ብሓሙሽተ ጌርካ ክትገብር ግን ምስ ወዳእኻ ሀል ሙሉ ብሙሉ ጸርዩ ክበሃል ይከኣል ብእምኒ ዝገበረ ፅርየት ያኒ ወታደር ዝነበረ ሃገረሰብ ዝነበረ ይፈልጥ እዩ እዚ ጉዳይ እዚ ሙሉእ ብሙሉእ ኣይፀርይን እዩ 100 ፐርሰንት ከምቲ ብማይ ጌርካ ትፀርዮ ብእምኒ ቀልቀል ብኡ ዝፀረየ ዝተጠቀመ እምኒ ሙሉእ ብሙሉእ ኣይኮነን ስለዚ ከምኡ ኢሉ እንከሎ ግን እንታይ ከድካ ውዱእ ክትገብር ክትሰግድ ሸሪዓ እንታይ ኣዚዝና ስለዚ እዚ እንተ ሕጂ እንታይ የረድኣና ኣሎ እንተድኣ ቁሩብ ያኒ ከም ዝረኣናዮ ቁሩብ ማለት ኣብ ሕብረተሰብካ ነጥቢ ይኹን ንእሽተይ ነጃሳ እንተ ኮይኑ እዚ እንታይ እዩ እዚ ኣላህ ስብሓን ወተዓላ እንታይ ይገብሮ እየ ረቢ ስብሓን ወተዓላ ማዕፉ ይገብሮ ማለት እዩ እዚ ሕጂ እንታይ እዚ ትምህርቲ እዚ ቀሊል ኣይምሰልና ኣሕዋት ነዚ ነገር እዚ ኣብ ህይወት ብዙሕ ሶሉሽን ዝገብረልና እዩ ሊኣኑ ብዙሕ ሰባት ኣለዉ በዚ ዝሽገሩ ወስዋስ ያኒ ሸይነይ ሓፂበዮ መሊስካ ትኸይድ ሽቓቕ መሊስካ ገለ እቲኣ እቲኣ ስጋሬት ገለ ተንኪፍዋ በዛ ሓሊፉ ኣብዚ ሰግድን'የ፣ ኣብዚ ይብልን'የ፣ እዚ ኩሉ ሕቶታት እዚ ሕጂ ዝተማሃርናዮ ነዚ ኩሉ እዚ እንታይ ይገብሮ ይምልሶ፣ ነዚ ኩሉ እዚ ይምልሶ። ሱብሓነላህ ካብ ዓቕምኻ ንላዕሊ ረቢ ስብሓነ ወተዓላ ይሓተካን'ዩ። እቲ ዝግብኣካ ትገብር፣ እቲ ኣብ ቅድመኻ ዘሎ ነገር ትጥቀም። ካብ ዓቕምኻ ንላዕሊ ሕማም እንተለካ ብሕማምካ ጌርካ ናይ ግድን ኣይኮነን ክትሰግድ ትኽእል ክትቐርእ ትኽእል ወኢላ ኣኽሪ እቲ ዝበለስናዮ እዚ ሕጂ እዚ ንኹሉ እንታይ ሕማማት ይፍውሰካ ነዚ ዝበልናዮ ናይ ሸክን ናይ ጥርጣሬን ገለ ገለ ሰብ ነዑዙቢላ ያኒ እቲ ደረጃ ዓብይ እዩ ሕማም ዓቢ ሕማም እዩ እዚ ባይዘወይ ስለዚ ግን ኣላህ ስብሓነሁ ወተዓላ ንዓና እንታይ እዩ ኢዚ ገይሩልና ደሓርካ ዕልሚ እንተድኣ ረቢ ስብሓነሁ ወተዓላ ኑር እዩ ዕልሚ ማለት ሓደ ሰብ እንተድኣ ፈሊጡ እንታይ ቀልቡ ይርያሕ ወካብ ዓቕሚ ንላዕሊ ከኣኒ እንታይ ኣይገብርን ነብሱ ኣይውጽዕን ማለት እዩ ናዓም

ሕጂ ካብኡ መን ይኣቱ ይኣቱ ወዲ ሰብ ወዲ ሰብ ከማን እቲ ናቱ እንታይ ካብኡ ዝወጽእ ከም ሰብ ጣህር እዩ ነጅስ ኣይኮነን ርኢና ኔርና እቲ ዝሓለፈ ትምህርትና እቲኦም ሙሽሪኪን ነጀስ ዝበሎም ኣላህ ስብሓን ወተዓላ እንታይ እዩ እቲ ማዕነዊ እዩ እቲ ኣሚኖሞ ዘለዉ ወይ እቲ እምነቶም እዩ እቲ ነጅስ እምበር ከም ሰብ ሓደ ሰብ እንታይ እዩ ነጅስ ኣይኮነን ስለዚ ካልእ ከ እትዮም ዘይብልዑ እትዮም ዘይብልዑ ማለት ኣንበሳ ይኹን እቲ ዝብኢ ይኹን እቲ ካልእ ካልእ እንስሳታት ከልቢ ከኣ ዝገደደ ናቱ ከኣ ፍሉይ ሓዲስ መጺና ኔሩ ተደኣ ኣብ ሓደ ኣቃሓካ እንተደኣ ከልቢ ማይ ሰትዩ እንታይ ክትገብሮ ኣለካ ሸውዓተ ግዜ ሓጺብካ መጀመርያ ሓመድ ወይ ከኣ መጨረሻ ሓመድ ትገብር ሕጂ እዚ እንታይ ኩሉ እንስሳ ዘይብላዕ ስግኡ ካብኦም ኤክሴፕሽናል መን ኣለና ድሙ ድሙይ ትብላዓንያ ግን እንታይኣ ኤክሰፕሽናል እዚኣ እንታይኣ ጣህራያ ግን ካብኣ ዝወጽእ ቁሩብ ሽንቲ ይኹን ደም ማዕኹዩ ሙሳ ምሓዩ ማለት ከምቲ ናይ ግድን ኣይኮነን ክተብሎም ከምቲ ነጃሳ ሙሉእ ኣይኮነን ውሑድ ናታ ማዕኹ ኣይ ዶንት ኖው እንታይ ክንብላ ኢና ትግርኛ እስከ ሓግዙኒ። ኤክስኪውዝ እዩ ኦኬ ዳሕራይ እንታይ ኢልና ማ ላ ነፍሰ ለሁ ድሓር ካብኣቶም ከዓ ኤክሰፕሽን እንታይ ጌርና ነፍሲ ዘይብሉ ወይ ከዓ ከም ጣንጡ ሃመማ እዚታት እዚኣቶም ከዓ እንታይ እዮም ወላ ኣይብልዑን እዮም ኣኪድ ግን ናቶም እንታይ እዩ እቲ ሽንቲ ይኹን ዳሽሙ ንሽገር ስለ ዝኾንና ክንከላኸሎም ዘሸግርናን ስለ ዝኾነ እዚኦም ከ እንታይ እዮም ካብኦም ወፂኦም ኣለዉ ማለት እዩ ናዓም መን ይብል ኣደሚ እንታይ እዩ ወዲ ሰብ ሕጂ ካብ ወዲ ሰብ እቲ ናቱ ዘርኢ ጣህር እዩ ፃባ ካብ ጓል ኣንስተይቲ ዝወፅእ ካብ ጡባ ጣህር እዩ ረሃፃ ጣህር እዩ ረሃፅ ጣህር እዩ ጥፍጣፍ ንፋጥ ወከዛሊክ ተምላስ እዞም ኩሉ እዚ እንታይ እዩ ጣህር እዩ እንሻላ እቲ ነጅስ ካብ ወዲ ሰብ እንታይ እዩ እቲ ረሳሕ ብበቲ ክልተ ናይ መንገዲ ናይ ርስሓት ዝወፅእ እንተ ኮይኑ እዚ ጥራሕ እዩ ካብኦም ከኣ መን ኤክሰፕሽናል ኣሎና ነጅስ ዘይኮነ መን ኣለና ማለት እዩ እቲ ስፐርም ዝተረፈ ግን እቲ ውሑድ ዝኾነ ነጃሳ መዚ እዩ ወዲ ከኣ ረሲዕና ወዲ ከኣ ዝበሃል ኣሎ ድሕሪ ደኺምካ ምስ ደኸመ ድሕሪ ሽንቲ ዝወጽእ ሕፍስ ዝበለ ጨና ዘይብሉ ከለር ናብ ብጫ ዝኸይድ እዚ ከኣ ወዲ ተባሂሉ እዚ ከኣ ልክዕ ሕክሙ ሕክሙ ናይቲ ሽንቲ ይወስድ ነጅስ እዩ ነዓም ጀሚዑ መይተተ ወዩስተስነ ምን ዛሊክ ኩሉ ዝሞተ ነጅስ እዩ ኩሉ ዝሞተ ብጀካ ናይ ባሕሪ ብጀካ ናይ ባሕሪ እንታይ እዩ ነጅስ ኣይኮነን ማለት እዩ ኩሉ ዝሞተ ግን ነጅስ እዩ ወላ ንበልዖኹን ወላ ንበልዖኹን እንተ ደኣ ከይተሓረደ ሞይቱ ነጅስ እዩ

ኣልኸምር ነጅስ እዩ እቲ በቐዳማይ እንተ ደኣ ምሳና ኣለና ኩልና መስተ እዚ ኣርኮሆል እንታይ ኢልና ነርና ኣርኮሆል ክልተ ኣቕዋል ኣቕዋል ኣህለል ዕልሚ ኣሎ እቲ ንኸዶ ግን እንታይ እዩ ማዕነዊ እዩ ነጅስ እምበር ሕሲ ነጅስ ኣይኮነን ሕሲ ነጅስ ኣይኮነን ደሊል የብሉን ደሊል የብሉን ስለዚ እቲ መስተ እንታይ እዩ እቲ መስተ ነጅስ ኣይኮነን ነጅስ ኣይኮነን ናይ ሎም መዓልቲ እቲ ቁሩብ ቁሩብ እንተ ኮይኑ ኤክስኪዩዝ ዝኾኑሎም ካብኦም ውሑድ ደም ናዓም ኢላ ደም ኣልሓይድ ብጀካ ደም ናይ ጽግያት ናይ ጓል ኣንስተይቲ እሱ ክጸሪ እዩ ዘለዎ ከዛሊክ ሽንቲ ከምኡ ክጸሪ እዩ ዘለዎ መዲ ወዚ ወዲ መዚ ድሓን ቁሩብ ድሓን እንተኾይኑ ሽግር የብሉን ግን ወዲ ክጸሪ እዩ ዘለዎ ሰለሰል በውል ዓፋን ኣላ ወያኩም እቲ ሰብ ሽንቱ ዘይቋርፅ እንተኮይኑ እዚ ከማን ማዕፉ እዩ ኣብ ሰላት ዝመፀሉ ወቅቲ ገይሩ ክሰግድ ይኽእል እንሻላ ወላ ምሽንቱ እንከሉ እቲ ተምላስ ተምላስ እንታይ ኢልና ኣሳሕ ልቀውል ምን ኣህል ልዕልም ጣህር እዩ ጣህር እዩ እንሻ ላ ክዛሊክ ውሑድ ሽንቲ ነጠብጣብ ናይ ኣድጊ ይኹን ናይ በቕሊ ይኹን ከዛሊክ ናይ ድሙ ይኹን እዚም እንታይ እዩ እዚ እውን ይዕፋ ናዓ ስለዚ እቲ ፎርሙላ እንታይ እዩ? እቲ ኩሉ ከሸግረና ዘሸግረና ኣብ ህይወትና ኣላ ስብሓን ወተዓላ እንታይ እዩ የሱር ገይሩልና እዩ። ብጀካ እቲ ኤክሰፕሽናል ዝመፀ ናይ ግድን ክሕጸብ ከም ዘለዎ ንሱ ኻቲ ሓደ እቲ እንታይ እዩ እቲ ናይ ጓል ኣንስተይቲ ደም እዩ ወከዛሊክ እቲ ሽንቲ ይኹን ዝከኣለካ ክጸሪ ዘለዎ እዩ ማለት እዩ ስ ኣላህ ስብሓን ወተዓላ እዚ ደርሲ እዚ ከመይ ጌርና እቲ ነጃሳት ከመይ ጌርና ንሓጽቦ ዝብል እዩ ዝመጽእ ዘሎ እንሻ ኣላህ ብዛዕባ ሓይድ ናይ ጓል ኣንስተይቲ እቲ እንታይ ይመስል ብዛዕባ